ኣብ ፌስቡክ እኮ ወፂኽን ትፃረፋ ኣለኽን እምበር ክወዳኣና እየን ውድእ ትበልነእን ትነቀልነእን ትብላና ኣለኽን ኣርኣይዋ ማለት እዩ ክትንቀላ ኢኽን ምስኣ ምስታ መስ
ኣንብብዋ እሞ ረኣይዋ ኣብዚኣ ዝሮ ዝሮ ሓቂ ሒዝካ ኣብ መንገዲ ሃርስ ዝበሃል እኒኦ ኣነ ልህዝበይ ደኣ ድምፂ ኮይነ እምበይ ልፈርሐሉ ተኣምር እየ ሰላም ሰላም ተኸታተልቲ ናይ ማሂ ዩቲብ ቤተሰብ ልኾንክን ሃምኒ ኢኽን ድሕነት ኢኽን ሰላምኩም ይብዛሕ ውሽጢ ዓዲ ደገ ለለኹም ማለት እዩ ላብዛ ቪድዮ እዚኣ እትርእዩ ኩለኹም ላይክ ሼር ሳብስክራይብ ናገርኩም ሓድሽ ነገር እየ ሒዘልኩም መፅአ ኣብ ሰሙን እዚ ሃም ዝፍለጥ ደቂ ዲቆድየን ደቂ ኤፍሬም ዝበሃላ ብጣዕሚ መስቀል ይንገስ መስጊድ ይሰበር ምናምን ናበላ ናፈከራ ቀንየን ነይረን ማለት እዩ እና ከዚ ኣድራሽን ኣድራሽአን ተረኺበን ገለ ተባሂለኒዋ ማለት እዩ። ኣድራሽአን ተረኺበን ገለ ተባሂለኒዋ ግን ብሰንኪ ብሰንኪ ንቆፅ ይነድድ ርሑስ እዩ ኮይኑ እኒኦ ከዚ መዓት ንፁሃት ሰባት እዮም ዝእሰሩ ኣለዉ ማለት እዩ ብጣዕሚ ብዙሓት ሰባት ኣብ ደገ ለግነይዎም በቃ ወዲ ይኹን ጓል ምስኣቶም ግሩፕ ይኹም ምናምን እናበሉ በቃ ሓንቲ ኒኣ መሓዛይስ ሪከርዳ ተተስምዐክን ብጣዕሚ ተሕዝነካ ማለት እዩ ሞነሪያ እያ ትሰርሕ ነይራ እሞ እዚኣተንስ ተኣየን ገለ ኢላ ሪኣታ መጀመርያ መዳማ ማለት እዩ ካብኡ ምስ ረኣየታ እዚኣተንሲ ከላምና ስለወይኑ እዩ ቋንቋና ስለለወይኑ እዩ ምናምን ኢላታ ማለት እዩ ኖኖ ምስአን እየ ክስክለ ገለ ኢላ ናብ ቢሮ ወሲዳ እንደ ላዕሊ ታሕቲ ቢላታ ብጣዕሚ ብዙሕ ዓመት ዝሰራሐትሉ ገዛ እዩ ካብኡ ግን እስካዕ ኣረጋጋዕ መሊሳትሉ ምሸት ነጊራትኒ ማለት ለኣየ በይዛ ከይዲ ታይና ንገብሩ በቃ ጨኒቕና እኮ በቃ ፈራሪሓትና ሞይታ ሃምዚ ሃምዚ ገለ ኢላትና ዋይሲ ከተረጋግዒ ንፅህና ከየውፅኺ ሕማቕ ተሰሪሕኺ ኣላ ፅቡቕ ተሰሪሓ ኣላ ንሕና ድምፂ ኢና ንኾን ኣለና እስካዕ ኸዚ ልህዝብና ኢና ድምፂ ንኾን ለና ማለት እሳተንለ ዋላ ተታሒዘን ማለት እዩ ብኸዚኤን ይቅርታ ክብላ ዳኣ ይግባኣ እምበይ ዋላ ተታሒዘን ፅቡቅ ነገር ኣይረኸባይ ዓረባት ተሒዞሞን ምንም ኣይለቅዎንይ ማለት እዩ ብጣዕሚ እዮም ገርጊሮምኒ እው እና ተኣየ ኢለ ነይረ ትማሊ ልኾነ ቪድዮ ሰሪሐ ነይረ ኣብ ሞባይል ኸንሲ ናይ ኣተን ቪድዮ ናይ ኣተን ቪድዮ ናይ ኣተን ፎቶ ለለክን ኣጥፍኦኦ ምክንያቱ ኣብ ሞባይልክን እንድሕር ተረኪቡ ልምንታይ ኢና ነጥፍኦ ድምፂ እባ ንኮን ገለ ኢላትና ሓንቲ ቆልዓ ትመልስ ልምንታይ ኢና ነጥፍኦ የኮነይ ናይ ኣተን ፎቶ ወይም ቪድዮ ተተረኪቡ ኣብ ሞባይልክን ምስ ኣተን ማሕበር ኢክን ስካትን ለ ገለ ኢልክን ስለልትተሓዛ ስለልትጉድኣ እዩ ኣነ ልናገር ኣለኩ እና ኡዱመ ይግበርካ ልበሃል ኒኦ በዓልካ ምጥንቃቅ ልመስል የለይ እምበይ ቡቲ ተግባረን ሲ ማለት እዩ ቡቲ ተግባረን ኣንሕና ከዚ ሕማቅ ክኾና እሳተን ኣይንምነ የለን ግን ልምንታይ ሕማቅ ተዛሪበን ልሰብ ሕማቅ ይምነያ ደኣ እምበይ እሳተን ከዚ ብዓረብ ተታሒዘን ማለት ወይም ክስየፋ እየን ወይም ልኾነ በቃ ስጉምትስ ክወስድለን እዮም ዋዛ ይኾነ እንኳን መስጊዶም ተልዓይሎም እንኳን መስጊድ ተላዒሉ ማለት እዩ መስጊዶም ብሃይማኖቶም ድመፆም ማለት እዩ ኣብ ጥራሕ ማይዳ እኮ ሃመ እዮም ገብሩና ኣለዉ ኣብ ጥራሕ ማይዳ ሲ ብዙ ብባሕሪ ኣትዮም ኢሎም መዓት ህፃውንቲ መዓት ልፈልጥ ኢለ ይፈልጥ ግሕጥ ኣቢሎም ይኣስርዎ ኣለዉ ክንደይ መንከራ ኢለ በፅሕሉ ማለት እዩ እና ቡቲ ተግባርን ካልእ እዩ ነይረዋ ዝሮ ዝሮ ስቲ ስምዓኣ ንእሽተይ ቀንጭፍ ኣቢልካ ስምዐክን ብዙና እዚኣ ተግባርሲ እንኳን የኾነይ ልህዝብስ ብስሩ ኮላይ ልብዓልና ለኮያ ፈሪዳትልና ነርና ንስምዓያ እሞ ዝሮ ዝሮ ካብኡ ንምለስ ኢና። ገና ብመልሓስ ለይኮነ ብተግባር ከዓ ክነርእየኩም ኢና ከሳድ ከሳድኩም ክነርግፈኩም ኢና በቃ ኣብ ቅድሜና ሲ ብለኩም ኣለና ኣይኮነይ ጎባጥ ሰስ ጎባጥ ገረብ እኳ እየፅንሐና ተላዒልና ኢና ምስ በርጌድ ንሓመዱ ሓመድ ክንገብረኩም ሓመድ ክንገብረኩም ኢና ኣንቱም ደንቆሮታት ዘርጋላት ስኢልኩም ዘልዘል ትብሉሲ ለያው እሱ ልሰራቅ ትበልዎ ኣውዲቁ ይሰርሒ ሓቂ ትኹን ሓንቲ ትኹን ከምኡ ስለ ዝበለኩም ግን መታለሊ እዩ ትብሉ ዘለኹም ከምኡ ስለ ዝበለኩም ስሑት ትምህርቲ እዩ ትብሉ። ስሑት ትምህርቲ ተሚርና እንደላ ጥዑይ ትምህርቲ መሃርና። ደናቑር ደናቑር ያ ደናቑር ባህማማት እንትን ባህማማት ኣብቲ ኣብ ፌስቡክ ወፂኽን ተፃረፍ ኣለኽን ለ ከወዳእና እየን ውድእ ትበልነአን ትነቐልነአን ትብላና ኣለኽን ክትንቀላ ኢኽን ምስኣ ምስታ መስጊድ ንስኽን ለ ማለት እዩ ምስ መስጊድ ትጣበቓ ትኸንክን ምስኣ ክትንቀላ ንቀላ ኢኽን ምስኣ እምበር ንሳስ ሰዓታ ኣኺላ እያ ሰዓቱ ኣኺሉ እዩ ኣንቱም ሰባት ወይ ጉድ ጉድ እኮ እዩ ኣነ እኮ ግርም ልለኒ ኣለሲ እነን ያለ ኣበይ መፅሓፍትነን
እሺ ሃምቲ ዝሰማዕኩሞ እዩ ማለት እዩ ብጣዕሚ እንደ ሕማቕ ፅቡቕ እያ ተዛሪባ ዝቆልዓ እና ኣፍቱ ኣነ ቪድዮታት ዝሰራሕዎ ትማል ኣጋጣሚ ብፌስቡክ ብቲክቶክ ዝሰራሕዎ ለ ዝኾነ ሓንቲ ፅሑፍ ልመፀትኒ እኒኣ ከሪኤኩምላ ኣርኣይዋ ማለት እዩ ኣንብብዋ እሞ ረኣይዋ ኣብዚኣ ዝሮ ዝሮ ሓቂ ሒዝካ ኣብ መንገዲ ሃርስ ልበሃል እኒኦ ኣነ ልህዝበይ ደኣ ድምፂ ኮይነ እምበይ ልፈርሐሉ ተኣምር የብለይ ምንም ልንበርከኸሉ ተኣምር ለ የብለይ ሓቂ ሒዘ ኣነሲ ልህዝበይ ክከራከር እየ ግዴታ ምክንያቱ ኣፍቲ ዓዲ ውሽጢ ስለ ለለኮ ኣብ ሱዑዲ እስካዕ ለለኮ ድረስ ማለት እዩ ለኣየ ለይምልከተኒ እስካዕ ለኮነ ድረስ ግዴታ ልህዝበይ ልደቂ መዳመይ ሃማየ ልበላ ፅጉማት ስለ ለለዋ ግዴታ ድምፂ ክኮን እየ ማለት እዩ እንኳን ዝፅሑፍ ዘይኮነ ካብ ናይ ኣተን ሰብ ሓደ እዩ ፅሒፍለይ ማለት እዩ እዚ ሰብ ካብ ናይ ኣተን ሓደ እዩ ተፅሒፍለይ ማለት እዩ ቪድዮታት ድምፂ ስለ ለኮንኩ ልህዝበይ

እሞ ሓሙሽተ ዓመት እስከ ዓሰርተ ዓመት ልገበራ ኣሕዋትና እኒኦዋ ምንም ኣምስት የብለን ኣስር የብልንን ጥራሕ ኢደን ግፍፍ ኢለን ትኸዳ ተለዋስ ብኣሰንክስ ፅቡቕ ድዩ ከፍቲ ሚልዮናት ህዝብታት ድያ እሳ በሊፃ ኮይና እሳ ድያ በሊፃ ኮይና ዋላ ትሰየፍ እምበይ ምንም ኣይምልከተኒ ዋላ ከዚ ማለት እዩ ዋላ ትሰየፍ ምንም ኣይምልከተኒ ምክንያቱ መጀመርያ ትጥንቀቕ ነይርዋ ልከይትስየፍ መጀመርያ ቱታና ኣለትላይ ሓዲራ ብድሕሪኡ ኢለሲ ኣነ ይኹን ገዛ ስሓቅ ብዙሕ ሰብ እዩ ቪድዮ ሰሪሕላ ይቅርታ በሊ ተባሂላ ኣነ ልባዕለይ ይቅርታ በላ ይቅርታ ሲ ልህዝቢ ልዓረባት ሲ ወፂኽን ይቅርታ በላ ኢና ኢልና ካብኡ ግን ብድሕሪኡ እንኳን ይቅርታ ትብል ማለት እዩ ቱታ ናለት ሓዲራ ሙሉእ ለይቲ ማለት እዩ እና ሓደ ሓደ እኒኡለ ማለት እዩ ሓቆም ምርር ልበሎም ልተሰምዖም እኒኡ ሙስሊማት ኮይኖም ተጋሩ ማለት እዩ ሙስሊማት ኮይኖም ተጋሩ ሙስሊማት ኮይኖም ኣምሓሩ ብጣዕሚ እዚ ቋንቋን ኣተርጊሞም ምናምን ተተርጊሙ ዝተዛረቦ ተተርጊሙ ምናምን ማለት እዩ ብሃምኡ ምክንያት እዩ ላብ ዓረብ በፂሕኒዮ ማለት እዩ ትሳተን ተዛረኦስ ሙስሊማት ኮይኖምስ ተጋሩ ማለት እዩ ሙስሊማት ኮይኖምለ ኣምሓሩ ማለት እዩ። ዓረባት ተይኮኑ ኣምሓሩ እና ተጋሩ እሶም እዮም ኣተርጊሞም ላፍቶ ማዕራብ ኣውፂሖሞ እኒአው ማለት እዩ። ብሃይማኖቶም ስለልመፆም ግዴታ መስጊድ እሞ መካ መካ ማለት ሓሲኹሞ ዲኹም መካ ዑምራ ምናምን ካብ ኢትዮጵያ ይኹን ካብ መላእ ዓለም ዝመፅዎ መስጊድ እዩ። እሱ ይፍረስ እሞ ናይና ይተኸል ማለት ኸቢድ እዩ እሞ ኣብ ውሽጦም ኾንካ ኣጓጉኦም ኾንካ ናሰርሕኻ ኣጓጉኦም ኾንካ ምስኣቶም ኾይንካ ናሰርሕኻ ዋ ብሓቂ ተመፂኻ እኮ ማለት እዩ ስዑዲ ሃምለይ ነበረሲ ህዝብናስ ሃመይ ይኾን ነይሩ በእውነት ካልኣይቲ ዓድና እኮ እያ ስዑዲ ማለት ካልኣይቲ ዓድና እያ ወላ ልባዕልና ኣይንለወጥ እምበይ ቤተሰብናሲ ዓንጊልና ኢና ግድን እዩ እዚ ሓቂ እዩ ትክክለኛ ኣብ መሬት ለለ ሓቂ እዩ ማለት እዩ እንደ ቤተሰብና ዓንጊልና ኢና ዋላ ልባዕልና ኣይንለወጥ ማለት እዩ ደቂ መዳም ልባዕልና ኣይንለወጥ ገዛ ኣይንስራሕ እምበይ ንቤተሰብና ስኮይና ኢና ሳላ ስዑዲ ማለት እዩ ስዑዲ ሃምለይ ነበራ ነይሩ መቸም ትፈልጣ ኢኽን እዛ ትግራይ ሃመይ ሃምለላታ ዋላ ኢትዮጵያ ብምልእታ ሃመይ ሃምለላስ ማንም ሰብ ዝፈልጦ ሓቂ እዩና ክንደይ ህንደይ ድኻ እያ ተሸኪማ ትኸድላ ስዑዲ ክንደይ ነገር እያ ተሸኪማ ትኸድላ እና ካብቲ ብምሉኡ ሚልዮናት ህዝቢ እዚኣተን የበልፃይ ዝሮ ዝሮ ልሰብ ሕጊ ገዲፍና የለና ሰብ ሕጊ ልገበሩ ይግበርወን ኣይምልከተና ንሕና ንሕና ጌርና ለላ ብታ ልተኸእለትና ብፅሑፍ ድዩ ብቪድዮ ወጺኻ ድዩ ድምጺ ምዃን ነይሩ ድምጺ ኮይና ኢና ልህዝብና በቃ ተወዲያ ካብዚ ላዕሊ ናይ ኣቶም ሓላፍነት እዩ ብድሕሪኡ ማለት እዩ ልኣና ልምልከት ነገር ኣይኾነ እንተ እቱ ሓደ ነገር ተኮይነን እሞ ልኣኻትን ሃምዙ ኢና ምናምን ማለት ስኢልካ ዓቕሊ ጽበት እዩ እምበይ እሳቶም ልገብርዎ ነገርስ ታሞ እዩ ምንም የለይ ኣንሕና ይኾን ናይ መጀመርያ ካብቱ ወይ ናይ መልሓስኻ እንታይ ዓይነት ቃል ክዛረብ ኣለኹ ኢልካ ኣስተውዒልካ ምዝራብ እዩ ኣስተውዒልካ ምዝራብ እዩ ነይሩ መጀመርያ ማለት እዩ ዋላ ዓሰርተ ግዜ ሃይማኖተን ይፍተያ ሃይማኖቱ ዝጸልእ ሰብ የለ ብምሉእ ሃይማኖትና ዋላ ኣትን ሰብ ተዋህዶ ትሰምዓ እንትለ ኢኽን ብዚ ኣጋጣሚ ኣብዚ ማለት እዩ ሃይማኖት ዝጸልእ ሰብ የለ ግን ሃይማኖቱ ጸልኢና ይኾንና ኣብዚ ዋላ ዳዓራ ምስኣቶም ላላዕና ናሰተና ድፍእ ኢና ንሰርሕ ኣለና ሃይማኖትና ፀሊእና ተይኮነስ እንጀራ ሒዝና እዩ። ኣኽረርቲ ተዋህዶ እውን ኣለኽን ይኽን ብሰንኪ ክልተ ሰለስተ እዚኣተን ልኹለኽን የኾንኪ ኣነ ልናገር ኣለኹ ክንደይ ብጣዕሚ ለባማት ኣለዋ ክንደይ ሰብ ተዋህዶ ለባማት እውን ኣለዋ እየን እዚኣተን እንድዒ ሃመይ ሃም ልኾነ ብጣዕሚ ኢልገርመኒ

ልመስዋእትሲ ድልዋት እየን ገለና ኣለ ሰምዐዮ ማለት እዩ ንመስዋእትስ ድልዋት እየን የክሰርሓይ ድየን መፅኤን ክስዋእ ድየን መፅኤን እንታይ ክገብራ እየን ክስዋእ ድመፃ ውዘ ማዕተበን ልባዕተበ ኢለን ልሲ ለሃይማኖተን ኢለን ሲ ክስዋኣ እየን ለሃይማኖቱ ኩሉ ሰብ ይስዋእ እዩ ግዴታ ልምንታይ ድት ማዕተብ ኣሲርዎ እኒኦ ግን ናብ ሰብ ሃይማኖት ናብ ዓልካ ሃይማኖት እንድሕክቢርካ ናብ ሰብ ሃይማኖት ለክ ተኸብር ኒኤካ ግዴታ ማለት እዩ ኣንሕና ሲ እንድሕለይ ሞፅና ሃይማኖትና የነክኡና እዩ ዞም ሰባት እዚኣቶም ክርስትያን ኢሎም እስካዕ ለየልዕሉ ድረስ ማለት እዩ ክርስትያን ይኾኑ የኾኑ እዲኦም ገዝኦም ኣእትዮም የስርሑና ኣለዉ እና ሃይማኖትና እስካዕ ለይነክኦ ድረስ ሃይማኖት ዳማትና ለ ኣይንነኽኢ ነርና ኣይንነኽኢ ኸዚ እውን ወፅን ይቅርታ እንድሕለ ይበላ ካሊእ መዘዝ ካሊእ ጣጣ እዩ ክስዕብ ዝሮ ዝሮ ኣትን ደቂ መዳም ለይምልከተክን ማለት እዩ ኣጀኹን ኣይትፍርሓ ብውሽጢ ህንደይ ልፈርሓ እኒኦዋ ህንደይ ቪድዮ ህንደይ ሪከርድ ልሰዳለይ እኒኦዋና ርግዕ በላ እየ ልብል ኣጆኹን ተረጋግዓ ምንም ስኻትን ንፁሃት እስካዕ ልኾንኽን ድረስ ምንም ኣይትኾናይ ስኡኽን ስራሕኽን ስርሓ ኣይትፍርሓ ኣጆኹን እና ተኸድኽን ዓድኽን ተወሰድኽን ለ ምንም ዓድኽን እዩ ምንም ማለት ይኾነ ላ ካሊእ ዓዲ ይኾነ ልሰድኽን ዶ ዓድኽን ላፍትል ተወለድኽን ስለልኾነ ኣጆኹን ብልታ ካለኩም መጠን ግን ናይ ኣተን ቪድዮ እና ናይ ኣተን ፎቶ ኣብ ሞባይልኹም